መርሓባ የሕዋተይ ኣብ ዘለኹሞ ሰላም ክትህልውለይ ተስፋ ይገብር ሕጂ ከኣ ኣነ ብሓጺሩ ሓደ ኣብ ጀርመን ዝተፈጸመ ክነግረኩም ይደሊ ክልተ ቆለውዕ ኣሕዋት ማለት እዮም ካብ ኢድ መንግስቲ ተሰሪቆም ኣለው መን እዩ ሰሪቅዎም ዘሎ ግን ኣይተፈለጠን ኣሎ ሓንሳብ እቲኣ ቪድዮ ጽን ኢልኩም ስምዕዋ ሓጻር እያ ናይ ኣብ ቲክቶክ ዘላ እያ ብጀርመን እያ ደሓር ከኣኒ እንታይ ክብለኩም ይደሊ ኣነ እዚ ከምዚ ከይተፈጸመ እንታይ እንተገበርና ይሓይሽ? እቲ ሕግታት ከመይ እዩ? እም ከመይ ጌርና ከኒ ካብዚ ከምዚ ሳዕቤን ክንወጽእ ንኽእል ደቅና ከይውሰዱ? ብሓጺሩ ክገልጸልኩም ክፍትን እየ። ካልእ ቪድዮታት ከማን ብዛዕባ እዚ ኣርእስቲ ዝተፈላለየ ሰሪሐ ኣለኹ። ኣገዳሲ ዝብሎ ኣርእስቲ እዩ ነዚ ሕብረተሰብና ነቲ ሲስተም ክርድኣና ደቅና ኮሎ ገና ከይተወሰዱ ከሎ ኣብ ኢድ መግስቲ ከይኣተዉ ንስምዓያ ብሓንሳብ

ኦኬ ብስ- ኣብዚ ዝብለኩም ዘለኹ እዚኦም ቆለውዕ ካብ ፍራንክፎርት እዮም ኣብ ፍራንክፎርት እዮም ምስ ስድራ ቤቶም ዝነብሩ ነይሮም እ፣ ድሕሪኡ ከዓኒ እቲ መንግስቲ ወይ እም፣ እ፣ እቲ ፈራዲ ከም ዝውሰዱ ካብ ስድራ ቤቱ ኢሎም ማለት እዩ ቤት ፍርዲ ማለት እዩ። ሽዕኡ ናብ ዴልብሪክ ኣብጺሖሞም ንግዚኡ ጥራይ ንግዚኡ ናብ ዴልብሪክ ኣብጺሖሞም ካብ ዴልብሪክ ከኣ ናብ ሓደ ኮሌጅ ወይ ያ ናይ መንግስቲ ገዛ ኣብኡ ፓዳቦን ኣብጺሖሞም ማለት እዩ ኣብ ፓዳቦን ክቕመጡ ፍራንክፎርት ናብ ፓዳቦን ርሑቕ ማለት እዩ ብጣዕሚ ርሑቕ ካብ ስድራ ቤቶም ክትብሎ ትኽእል ኢኻ ስለዚ መብዛሕትኡ ግዜ ኸ ከምኡ እዮም ዝገብሩ ኣብቲ ኮመንት እንድሕር ርኢና ብዙሕ ኮመንት እዩ ዘሎ እዚኦም ርጉማት መንግስቲ ሰላም ዘይህቡና ምስ ደቅና ስለምንታይ ደቅና ይወስዱ ብጣዕሚ ብዙሕ ኮመንት ኣለዋ እዚኣ ቪድዮ መንግስቲ ባዕሎም ዶ ወሲዶሞም ይኾኑ ሕጂ ከዓ ጠፊኦም ኢሎም ኣብዚ ኣዋጭ ይገብሩ ኣለዉ ደቂ ኣስላም እዮም ነይሮም እዚኦም ቆለውዕ ኣብኡ ከኣ ብዙሓት ካልኦት ጽሒፎም ንሕና ኣስላም ብሸለል ኣይንብልን ኢና ደቅና ዝወስደልና ደቅና ኣይትረኽብዎም ኒኹም ኢሎም ከኣ ዝጸሓፉ ኣለዉ ብዙሓት ከኣኒ ያ እንሻላ ምስ ፋሚሊኦም ይኾኑ ተስፋ ንገብር ምስ ፋሚሊ ናቶም ተኣኪቦም ይኾኑ ፋሚሊኦም ሰሪቆሞም ክኾኑ ናቶም እንድዮም ዝብል ትረክብ ኢኻ ሓቂ ሓይሽ ኣነ ንባዕለይ እዚኣ ናይ መወዳእታ እየ ዝብል እንተ ጠፊኦምስኒ ምስ ስድራቤቶም ክህልዉ ተስፋ ንገብር ኩላትና ናይ ብሓቂ ብዝኾነ ካልእ መገዲ ወይ ካልእ ሳልሳይ ኣካል ከማን ብጀካ መንግስቲ ወይ ብጀካ ፋሚሊ ሰሪቅዎም ከይኸውን እዚ ክትረኽቦ ግን ቀሊል ኣይኮነን ሕጂ እቲኦም ፋሚሊ እንድሕር ወሲዶሞም ንሕና ምሳና ኣለዉ ክብሉ ኣይክእሉን እዮም ከቢድ መቕጻዕቲ ክመጾም እዮ ቤት ፍርዲ ስለ ዝወሰነ ብሰንኪ ደቆም ከለዉ ብሕጋውስ ከም ዘይደቆም ዝወሰዱ ማለት እዩ እንተወሲዶሞም ከዓስ ኣበይ ክገብርዎም እዮም ቀሊል ኣይኮነን ወረቐቶም ገለ ከማን ኣይህልዎም እዩ ተረዲኹም ንትታሴራ ገለ ስለዚ ብቀሊሉ ከሳግርዎም ናብ ካልእ ዓዲ ከማን ኣይክእልን እዩ so ቀሊል ጉዳይ ኣይኮነን ክትብሎ ትኽእል ኢኻ ካብ ከምዚ ከዓ ይኽደነና እቲ ሓደ ካብቲ ዝኸፍአ ዝብሎ ኩላትና ከም ዝርድኣኒ ደቅኻ ቅድሜኻ ክኸዱ ከለውን ናብ ሰማይ ማለት እዩ ወይ ድማ ደቅኻ ብመንግስቲ ክውሰዱ ከሎ ከምኡ ማለት እዩ ብሂወትካ ከለኻ ደቅኻ ብሓይሊ ክወስዱልካስ ካብቲ ዝኸበደ ጉዳይ እዩ ክትብሎ ትኽእል ኢኻ ብጠቕላላ ኣብ ዝኾነ ሰብ ማለት እዩ እዚ ከዓ ብብዝሒ እዩ ዝረኣይ ዘሎ ኣብ ኤውሮጳ ኣብ ዝተፈላለየ ኣብ ዓዲ እንግሊዝ መዓት ቪድዮታት ኢኻ ትረክብ ከምዚ ናይ ዝተፈላለዩ ሰባት ናይ ጸለምቲ ድዩ ናይ ጸዓዱ ናይ ኣሜሪካ ከምኡ ብኣእዋይ ንሓንቲ ናይ ኣመሪካ መስኪነይቲ ናይ ደቃ ከምኡ ኡይ ትብል ነይራ ኣብ ኣመሪካ ዝወሰዱላ ክታበት ኣይደልን እየ ነይረ ከቲቦሞም ክኣ ሰሚዐ ብሓይሊ ብዘይ ናተይ ፍቃድ ኢላ ብዙሕ ነገር ግን ከሊኦማ ክኣ so እዚስኒ ኣብ ኩሉ ዝፍጸም ዘሎ ጉዳይ እዩ ቀሊል ጉዳይ ክኣ ኣይኮነን ፐርከ እቲ መንግስቲ ይብርትዕ ካባካ እስኻ እንድሕር ገዲዶምኻስ ሓደ ክትገብር ኣይትኽእልን ኢኻ ብዙሕ ግዜ ኸኣ ኣብ ርሑቕ እዮም ዝወስድዎም ናብቲ ዝወስድዎም ከ ነቲኦም ቆለውዕ ናይ ብሓቂ ዶ ይጥዕሞም እሳቶም ንባዕሎም ክንደይ ትራውማ እዮም ዝሕልፉ ብናፍቆ ድዩ እቲ ቦታ ዘለውዎ ኸ ናይ ብሓቂ ጽቡቕ ድዩ ኸ ጽቡቕ ድዮም ዝሕዝዎም እዚ ከማን ሚእቲ ካብ ሚእቲ እወ ኩሉ ግዜ መንግስቲ ትሕቲ መንግስቲ ስለ ዝኮኑ ካብ መንግስቲ ዝተመረጹ ፋሚሊ ስለ ዝኮኑ ብጽቡቅ እዮም ዝተሓዙ ክንብል ኣይንክእል ኢና ክንደይ ሰሚዕና ኣለና ማለትስ ደስ ዘይብለካ ብሓፂሩ ድሓን ዘይትግምቶ ከዓ ካብ ኩሉ ስለዚ ኮሎ ግና ንሕና ክንጥንቀቅ ኣለና ናትና ሓላፍነት ዩ ከምኡ ከም ዘሎ ቀጻሊ ክርድኣና ኣለዎ ክላእ እዚኦም እንታይ ከይገብሩኒ ብሸለልትነት ክንሕዞ የብልናን እዚ ኣርእስቲ እዚኦም እንታይ ከይገብሩኒ ደቀይ ደቀይ ዮም እንታይ ይውንኑኒ እንተ ከምኡ ኮይኑ ሃጽ ኢለ ናብ ካልእ ዓዲ ክሰግር እየ ገለ ብርከ ብዙሕ ግዜ ከማን ግዜ የብልካን ኣይነግሩኻን እዮም ከማን ኣብ ገሊኡ ግዜ ተረዲኹምኒ ከም ዝወስድዎም ይዕዘቡኻ ብዙሕ ግዜ ፕሮሴስ ኣለዎ እንዶ ከከምናቱ ምስሊ ኣዞ ስለዚስ ቀሊል ኣይኮነን ኣብ ከምኡ ጉዳይ ከይተኣቱ ጥራይ ክትጥንቀቕ ኣለካ እምበር ምስ ኮነ ካብኡ ክትወፅእ ኣይትኽእልን ማለት ኣይኮነን መወዳእታ ንከምኦም ሰባት ክማን መልእኽቲ ክህቦም ይደሊ እቲኦም ዝተወሰዱሎም ግን ሸለል ክንብላ የብልናን ማለት እዩ ብሓጺሩ። ኣብዚ ዓዲ ብሓጺሩ እቲ ሲስተም ክርድኣና ኣለዎ። እቲ ሲስተም ከኣ ባዕሎም ዝብልዎ እዚ እዩ፣ ኣነ ዝብለኩም ኣይኮንኩን። ገንዘብካ ኣብ ባንክ እንድሕር ኣሎ ከም ዘይናትካ ቁጸሮ፣ ሓደ። ኣብ ካልእ ቪድዮታት ስለምንታይ ከምኡ ከም ዝብል ዘለኹ ገሊጸ ኣለኹ ክንደይ ቪድዮታት ናይ ገንዘብ ኣሎ ኣብኡ ክኣትው ኣይደልን እየ ሕጂ ቆልውዕ ደቅኻ ከኣ ከምዘይ ናትካ ቁጸሮም ናትካ ኣይኮኑን ኣብዚ ዓዲ ናይ መንግስቲ እዮም በቃ በቲ ሕጊ ናይ መንግስቲ ከኣ ክትሕዞም ኣለካ በቲ መሰሎም ዝብልዎ እሳቶም ክትሕዞም ኣለካ እንድሕር ካብኡ ወጻኢ ኮይኑ ግን ኣብ ኢዶም ኣብ ዓይኖም ኣቲኻ ሽዕኡ ጠንቂ ክመጻካ ክእል እዩ ኩሉ ግዜ እዚኦም ሰባት ኣብ ገዛና መጺኦም ዝሕግዙና ጠንቂ ድዮም ሓደገኛ ድዮም ከኣ ክትብል ኣይትክእልን ኢካ ኣለዋ ሕጂ ኣዴታት ኣነ ዝሰማዕኩ ማለት እዩ ዝተዛረብክዎን ጸገም ዝነበረን ናይ ብሳይኮሎጂ ድዩ ወይ ሽግር ዝነበረን ሽዑኡ እቲ መንግስቲ በሊ እዚኣ ገዛኺ መጺኣ ክትሕግዘኪ እያ ገዛኺ መጺኣ ክትተሓባበረኪ'ያ ኢሎማ፣ ሽዑኡ ድሕሪ ቁሩብ ግዜ ኣየድልየንን'ዩ ኢለን። ስለምንታይ? ገለ ጠንቂ ከይተምጻለን እቲኣ ሰበይቲ ስለ ዝፈርሓ። ደሓር ከኣ ገለ ሪኣ ስኒ ገለ ናብ መንግስቲ ጌጋ ከይተተሓላልፍ'ያ። ከምኡ ኩሉ ግዜ ማለት ኣይኮነን። እስኻ ልክዕ ማለትስ እንድሕር ትሕግዘካ ኣላ ከኣ ስኒ ጽቡቕ ንጽቡቕ ከክኸውን ይኽእል'ዩ። ካብኣ ከማን ብዙሕ ነገር ክትመሃር ትኽእል ኢኻ ወይ ክትሓታ ትኽእል ኢኻ። እቲኤን ከምኡ ዝሕግዛኻ ከዓ ኩላትን ኣብ ጥርጣረ ክንእትወን ከዓ ኣይንኽእልን ኢና ተረዲኹምኒ ግን እቲ ሕጊ ከዓ ክንፈልጦ ኣለና ወይ ነፃ ኮይና ክንሓተና ኣለና እንድሕር ዘይንፈልጦ ኮይና ከምዚ ሸለልትነት ግን ኣነ ድላየ ዝገብር ኣይምልከቶምን እዩ ክንብል ኣይንኽእልን ኢና ደቀይ ስለ ዝኾኑስ ድላየ ክገብሮም ይኽእል እየ ከምኡ ዝበሃል የለን እንድሕር መፅያ ምስኣ ከዓ ፅቡቅ ኮኦፕሬሽን ክንገብር ኣለና ፅቡቅ ያ ምስራሕ ክትስራሕ ኣለካ ማለት እዩ እንድሕር ከምኡ ብግዴታ ከኣ ባዕሎም እንድሕር ከምዚ ግበር እዚኣ ትምጻካ ኢሎምካ ኣይደልያን እየ ክትብል ከማን ብዙሕ ደስ ኣይብል እዩ ምሻለኩም ቀዳማይ ነገር እሳትን ስርሐን እንድዩ እቲ ስራሕ ክጠፍአን ኣይደልያን እየን ኣይደልየክን እየ ክትብል ከለካ ከዓ እንታይ ተጋግየ ስለምንታይ ኣይትደልየንን ንዕአን ከማን ፅቡቅ ኣይትሓድገለና ኣለካ እምበሺ ዝያዳ ወይ ብሓይሊ ክተውጽን የብልካን ምቻለኩም ከምኡ ከማን ኣሎ ከምኡ ኬስ ሰባና እዚኦም ድሕሪ ሕጂ ከይመጹ ኣይደልዮምኒና እዚኣ ሰበይቲ እዚኣ ኣይደልያን እየ ከምዚ ብሓይሊ እንድሕር ጌርካዮ ሽዑ መሊሶም እዮም ክፈልጡ ዝደልዩ መሊሶም ጠንቂ ክረኽቡልካ ይደልዩ ማለት እዩ ማለትስ እንታይ ደኣ ዝሕባእ ኣሎ ዓይነት ከ ኣሎ ተረዲኹምኒ እቲ እቲ ሲስተም ስኒ እንድሕር ከምኡ ገዲዶሙና እስኻ ጽቡቕ የለኻን ሰብ ክንሰደልካ ኢና ክልተ ግዜ ኣብ ሰሙን ዲ ሓደ ሳባ ግዜ ኣብ ሰሙን ክትቅበሎ ኣለካ ምስኦም ከዓ ክትሰርሕ ኣለካ ምስኦም ከዓ ከም መሓዙት ክትከውን ክፈትውኻ ጽቡቕ ክስታይ ምርድዳእ ክትፈጥር ኣለካ ካብኦም ተሓቢእኻ ናብ ወላ ሓደ ክትከይድ ኣይትኽእል ኢኻ ብርከ ብምንታይ ክረኽቡኻ ይኽእሉ ኪንዳጋርትን ንገሩና እንታይ እንታይ ጎደሎ ይገብር ኣሎ እዚ ኣቦን ኣደን ንገሩና እቲኦም ኪንዳጋርትን ከዓ ብሕጊ ግዴታ እዩ ክነግሩ እንድሕር ገለ ክፉእ ሪኦም ማለት እዩ ሕጂ ንኣብነት ከም ዝተሃረመት ቆልዓ እንድሕር ሰሚዖም ካብቲ ቆልዓ ወይ ዝኾነ ምልክት ሪኦም እዚ ቆልዓ ከምዚ ሓቢጡ መፅኡ ከምኡ ሃሪሞሞ እዮም ምሻለኩም ግዴታ እዩ ክነግሩ ትምህርቲ ከምኡ እንዳ ሓኪም ከምኡ እንዳ ሓኪም ከዓ ልክዕ ከምኡ እዩ ማለትስ ኣብ ሓኪም ገለ እንድሕር ኣስተብሂሉ እቲ ቆልዓ ምዕባለ ናቱ እንድሕር ከምቲ ዝግብኦ ዘይኮነ ማህረምቲ ዝኾነ ምልክት ሪኡ ወይ ዝኾነ ካልእ ከዓ ናይ ግድን ብኢትካ ጥራይ ክትሃርሞም ከዓ ኣይኮነን ባይ ዘ ወይ ንቆልዓ እንድሕር ኣብ ፍርሓት ተንብሮ ኣለኻ ብናትካ ሓይሊ ከም ሓደ ዓብ ሰብ ከምዚ መሻለኩም ሕሉፍ ብሓይሊ ብዓይንኻ ጥራይ ተፈራርሖም ከምዚ ከምዚ ብ ከምዚ ቱ ሽትረንግ እንታይ ዝባል እዚ ቱ ያ ከምዚ ኣኽርር ኣኽርርቲ ዓይነት ኣቦታት ኣለዉ ምሽ ወይ ኣዴታት ከምዚ ምሽ ኣለኩም በቃ እቲ ቆልዓ ከምዚ ነብኡ ካብ ዓቕም ንላዕሊ ወይ ነዲኡ ካብ ዓቕን ንላዕሊ ዝፈርሖ ከምኡታት እንድሕር ኣስተብሂሎም ከኣኒ ብኢድካ ኣይትህረሞ ብፕሳይኮሎጂ ግን ክንድኡ እንድሕር ተፍርሖ ኮንካ ተፈራርሖ ኮንካ ከምዚ ንሕና ኖርማል ንብሎ እዚኣ እንድሕር ጌርካ ክቐትለካ እየ ከምዚኣ እንድሕር ሓሊፍካ ከምዚኣ እንድሕር ሰሚዐልካ ኣብኣ ትረኽባ ከምዚ ክገብረካ እየ ብምፍርራሕ መሻለኩም ነቲ ቆልዓ ብዙሕ ነገር እዩ ዝሓድገሉ ሶ እሳቶም ከዓ እቲኦም ዝተምሃርዎ ኣየናይ ቆልዓ እዩ ነፃ ኮይኑ ሕጉስ ኣብ ገዛ ዝነብር ኣይናይ ቆልዓ እዩ ከንድፃ ነቦኡን ኣዲኡን ዓይኖም ዓይኖም እንዳረኣየ ዝነብር ከስተብህሉሉ ይኽእሉ እዮም ተረዲኹምኒ ተማሂሮሞ እዮም እቲ ቆልዓ ኣብ ኣካይድኡ ኣብ ኣዘራርብኡ ከመይ ገሪኡ ዝዛረብ ዓይንኻ ድዩ ዝጥምተካ ናብ ካልእ እንዳጠመተ ድዩ ኔርቮስ ድዩ እቲ ቆልዓ እዚ ኩሉ ከፅንዕዎ ይኽእሉ እዮም እቲ ቆልዓ ስኒ ኣብ ገዛ ከመይ ኣሎ እስኻ ሕጂ ጽቡቅ ትገብር ትኸውን ይመስለካ ከምኡ ሰጥ እንድሕር ኣቢለዮ ጥራይ እዩ ጽባሕ ዕውት ቆልዓ ዝኾነለይ እስኻ ከማን ብኽፍኣት ኣይትገብሮን ኢኻ ምናልባት ከምኡ ዓቢኻ እስኻ ንባዕልኻ እስኻ ከኣ ከም ዕውት ንነብስኻ ትቆጽራ ኣለኻ ወላ ሓደ ዘይጸገመካ ወይ በሰላ ዘይሓደገልካ ይመስለካ ኣሎ ኣብ መጽናዕቲ ግን ካልእ እዩ ዝብል ሓደ ሰብ ተጨኪኑ እንድሕር ዓብዩ ከምዚ ብሓይሊ ዓይነት እንድሕር ኮይኑ ብትግርኛ ኩሉ ክገልጾ ከቢድ እዩ ብዙሕ ነገር ይጎድኦ እዩ ንደሓር ከማን ምስ ጎበዘ እስኻ ከዓ እቲ ትፈልጦ ጥራይ ኢኻ ንቆልዓኻ ክትገብር ትኽእል ነቲ እቲ ትፈልጦ ኣብ ክንዲ ቀስ ኢልካ ስለምንታይ ደኣ ከምዚ ጌርካ ከምዚ እንድሕር ጌርካ እዚ እዩ ጉድኣቱ እኳ እንድሕር ከምዚ ጌርካ ግን ከምዚ እዩ ፅቡቕ ኣብ ክንዲ ትብሎ ግዜ ወሲድካ እሱ ከቢድ እንድዩ ግዜ ክትወስድ ኣለካ ህድኣት ክህልወካ ኣለዎ ንባዕልኻ ስትረስ ይህልወካ ናይ ውሽጥኻ ወይ ናይ ካልእ ጸቕጢ ንባዕልኻ ይህልወካ ኩሉ ግዜ ምቁር ኮንካ ክትዛረብ ምስ ቆልዓ ሓይሊ ግዜ ዓቕሊ ዘይብልና ኩላትና ማለት ስኒ ነናትካ ስትረስ ኣለካ እንዶኒ ቀሊል ኣይኮነን ከምኡ ምስ ቆልዓ ቀጻሊ ክትቀራረብ ካብ ኩሉ ውዑይ እንድሕር ኮይኑ ወይ ዘይሰምዓካ እንድሕር ኮይኑ ዓቕልኻ ክውድኣካ ኖርማል እዩ ግን ኣጋባብ ክትፈጥረሉ ኣለካ እንድሕር ከምኡ ዘይከኣልካ ከኣ ናይ ብሓቂ ንባዕልኻ እስኻ ክትፍተሽ ኣለካ በርከ ብዙሕ ግዜ እቲ ሕርቕርቖት ናትና እቲ ዘይ ሕጉስ ሕጉስ ምዃንና ናትና እቲ ጣዕሳ ናትና ኣብቲ እንቆለውዕ ኢና ነውጽኦ ኣብ ሓቂ እንድሕር በጺሕና እቲ ቆልዓ ኣይኮነን ከማን ዝርብሸና ባዕልና ኣብ ውሽጥና ገለ ዝርብሸና ገለ ሕጉስ ዘይገብረና ብዝተፈላለየ መገዲ ወይ ናይ ቀደም በሰላ ገለ ስለ ዘለና እዩ ወይ እቲ ኣቦኦም ስለ ጠንጢንና ዝኸደ ኣብ ደም ቆለውዕ ነውጾ ስኻ ደኣ እንታይ ክትከውን ካብዚ ዝተወለድካ ብኻ ከምዚ ብሰንክኻ እንዴ ትሕሪ ተሪፈ ብሰንክኻ እንዴ ከምዚ ከምዚ ንቆልዓ እንድሕር ኢልካዮ ኣብ ርእሱ ንመዋእሉ እዩ ዝተርፍ ኣነስ ንዓይስ ሰብ ኣይደልየንን ነይሩ ኣነ ክንደይ ክነግረኩም ብጣዕሚ ከቢድ እዩ ግን እቲኦም ምሁራት የለልይዎ እዮም ብንእሽትኦም የለልይዎ እዮም ኮሎ ገና የለልይዎ እዮም ተረዲእኹምኒ እቲ ቆልዓስ ኣበየናይ ዓይነት ኢንቫይሮንመንት ኣበየናይ ዓይነት ከባቢ እዩ ዝዓቢ ዘሎ እዚኢታት ከኣ ኣስተብሂሎም እንድሕር ባዕሎም ሽዑ ፊሎሶፍ ገይሮም ከምዚ ኣሃ እዚ ቆልዓስ ኩሉ ግዜ ከምዚ ከምዚ እዩ ዝገብር ወይ እቲ ቆልዓ ኩሉ ግዜ ሕርቁርቆት ኣለዎ ንኻልኦት ይነክስ ወይ ካብ ካልኦት ምስ ካልኦት ድሕር ቀሪቡ ይበኣስ ጥራይ ምስ ካልኦት ንኻልኦት ክሃርሞም ይደሊ ወይ ብግዴታ ገለ ግበሩ ክብሎም ይደሊ ብርከ እቲ ኣብ ገዛ ዝተማሃራ እዩ ከኣ እሱ ዝገብር እስኻ ምሽ እስኻ ነቲ ቆልዓ ከምኡ ትገብሮ ኣለኻ እቲ ቆልዓ ከኣ ሕርቕርቆት ክሕድር እዩ እቲ ሕርቕርቆት ከ ኣባኻ ከውጽኦ ይክእል እዩ እስኻ ትብርትዖ ኣብ ካልኦት ቆለውዕ ግን ከውጽኦ እዩ ንኣብነት ከም እዚ ምልክታት እየ ዝብለኩም ግን ሽሕን ሚእትን እዩ ሓደ ክልተ እዚ ቪድዮ ከይነውሕ ተረዲኹምኒ ፈትዩ ኣይኮነን ቆልዓ ንኻልእ ቆልዓ ዝነክስ፣ ፈትዩ ኣይኮነን ቆልዓ ንኻልእ ቆልዓ ዝሃርም። ገለ ኣሎ ወይ እኹል ስፖርት ኣይትገብሮን፣ ምናልባት ኣይትሃርሞን ኢኻ፣ ግን ሙሉ መዓልቲ ኣብ ቴሌቪዝን ዓጺኻዮ ትውዕል እንድሕር ኮንካ፣ ምስኡ ወላ ሓደ ትዛረብ እንድሕር ዘይኮንካ፣ ምስኡ እንድሕር ዘይትጻወት ኮንካ፣ እቲ ናቱ ሆቢ እቲ ናቱ ድሌቱ እንድሕር ዘይተማልኣሉ ኮንካ፣ ኮፍ ኣቢልካ እስኻ ኣብ ቴሌፎን ወይ እስኻ ኣብ ቴሌፎን እንድሕር ትውዕሊ ኮንኪ፣ እሱ ከማን ኣግረሽን ከሕድረሉ ይኽእል እዩ ኩሉ ግዜ እዚ ዝብለኩም ብሓፈሻዊ እየ ዝብለኩም ተረዲኹምኒ እቲ ቆልዓ ስኒ ናቱ ኣካይዳ በቲ ኣካይድኡ ስኒ መፅሓፍ ክፅሕፍ ትኽእል ኢኻ እንታይ ብድሕሪት ይፍፀም ኣሎስ ክፈልጥዎ ይኽእሉ እዮም ሓቢእኻስ ኣይተሓብኦን ኢኻ እዚ ክርድኣና ኣለዎ ኩሉ ግዜ ኣበይ ክፈልጡኒ ኣይሃርሞን ኣነ እኳ ግን እንድሕር ከምዚ ዝብለኩም ዘለኹ እቲ ካልእ ዘየተማልኣሉ ኮንካ ብዓቕሊ ፅበት ድዩ ወይ በቲ ፍርሓት ድዩ እቲ ቆልዓ ጠባዩ ክፉእ ክኸውን ይኽእል እዩ ወይ ኮንሰንትሬሽን ክገብር ኣይክእልን እዩ ዝኾነ ነገር ዝሓዛ ነዊሕ ክሕዛ ኣይክእልን እዩ እዚ ምልክት ኣለዎ ምክንያት ኣለዎ ብዘይ መኽንያት ኣይኮነን እቲ ቆልዓ ከምቲ ዝኾነ ገሊኦም እቲ ገሊኡ ዋዒ ናይ ጥዕና ዋዒ ኣሎ ናይ ዘይጥዕና ከዓ ዋዒ ኣሎ ናይ ቆልዓ እዚ ከዓ መኽንያታት ኣሎ ደረጃታት ኣሎ እዚ ክነስተብህሎ ኣሎ ባዕልኹም ኣስተብህሉ ኣብ ደቅኹም ኣብ ካልኦት ናይ ካልኦት ቆለውዕ ትሪኡ ኣስተብህሉ እቲ ቆልዓ ከመይ እዩ ኣቀራርብኡ ወይ ነብሲ ተኣማምነቱ ፐርከ እቲ ቆልዓ ከማን ነብሲ ተኣማምነት ክሕድር ኣይክእልን እዩ እንድሕር ከምዚ ብሓይሊ ትሕዞ ኮንካ ንዓኻ ይሰምዓካ እዩ ስለዝፈርሓካ ኣማራጭ ከዓ ስለዘይብሉ ናበይ ደኣ ክብል እስኻ እስኻ ትብርትዕ ካብኡ ግን ንመጻኢ ብጣዕሚ ሓደገኛ እዩ ጽባሕ ንኮ ንዓኻ እዩ ዝግልበጠካ ከዓኒ እንድሕር ዘይተርድኦም ንዕኦም ከማን ንዓኻ ንብሉጽ ኢልካ ዝሓሰብካ፣ ንዓወት ናቱ ኢልካ ዝጸዓርካ፣ ኣንጻር ዓወትካ ኢኻ ትሰርሕ ዘለኻ። ክትከስሮ ኢኻ ነቲ ቆልዓ፣ ወይ ኣብ ዘይከውን ክወድቕ እዩ። ካልእ ጽባሕ ንኮ ዝኾነ ሰብ እንድሕር ቁሩብ ብሩኽ ገጽ ኣርእይዎ ምስኡ ክስዕብ እዩ፣ ምሳኻ ኣይስዕብን እዩ። ነቲ ማሙቕ ዝህቦ ወይ ነቲ ፍቕሪ ዝህቦ ንእሽተይ ነገር ንዕኡ ዝያዳ ክኣምን እዩ ካብ ንዓኻ። ትማሊ ተፈራርሖ ዝነበርካ ብርኪ ቆልዓ ኣይርስዕን እዩ ኣይርስዕን እዩ ኣብ ትምስላትና ከማን ኣሎ ንቆልዓ ፅቡቅ ዝገበርካሉስ ኣይርስዕን እዩ ክፉእ ዝገበርካ ይኸ ኣይርስዕን እዩ ኣቦኡ ትኹን ኣዲኡ ትኹን ሶ ከምዚ ኣብ ዓድና ንብሎ ክላ ናይ ኣቦታትና ኣዴታትና ዝሃረመካስ ኣይስማዓካን እዩ ከምኡ ዝበሃል ኣብዚ ዓዲ የለን እቲ ኢንቫይሮመንት ካልእ እዩ ከም ናይ ዓድና ክነዕብዮም ኣይንኽእልን ኢና ብሓጺሩ እንድሕር ንዓኻ ግን ከምኡ ጭንቀት ኣለካ ወይ ተኽእሎ ስኢንካ ከኣኒ ኢንፎርሜሽን ሕተት ብዙሕ ወርክሾፕ ኣሎ ወርክሾፕ ኣብ ፌስቡክ ዝልጥፍዎ ብነፃ ብኣምሆይ ከማን ኣነ ለጢፈ ኣለኹ ክንደሻብ ግን እቲ ሰብ ስለ ብዙሕ ፊድባክ ዘይሂበኒ ኣነ ከማን እንታይ ኢለ እሞ ዝልጥፎ ንዘይሪኦ ሰብ ንዘይስዕቦ ሰብ ኣሎ ብነፃ እንታይ እንተገበርኩ ሓይሽ ምስ ወደይ ከመይ ክቀራርብ ኣለኒ እንታይ እዩ ዝሕግዘና ኣብ ምርድዳእ ናትና ኢልካ ብዙሕ ክስታይ ክትገብር ትፈትን ኢንፎርሜሽን ኣቐዲምካ ከሎ ገና ሓገዝ ከዓ ትሓትት ኣብ ዝተፈላለየ ኣጋባብ ኣሎ ክዚ ዝብለኩም ኦርጋኒዜሽን ድዩ ገለ ድዩ ግን ንሕና ሓገዝ ኣይንሓትትን ኢና ስለምንታይ ነቲ መንግስቲ ስለ ንፈርሖ ኦይ እንድሕር ሓገዝ ኣድልየኒ ኢለዮም ጽባሕ ንግሆ ከኣ ቦግ ኣቢሎም ከይወስዱለይ እዚ ንባዕሉ ይርድኣኒ እንድዩ ባዕልኻ ክስታይ ከይትጽውዕ ትፍትን ቡኮ ከይትህቦም ትፈርሕ Absolutely ይርድኣኒ እዩ በርከ ኣብ ገሊኡ ሓቂ ሓይሽ ኣነ ቅድሚ ቁሩብ ዓመታት ከማን ኖኖ ብዘይ መክንያት ስኒ ሱቅ ኢሎም ኣይወስዱልካን እዮም በሃሊት እየ ነይረ ግን ኣብ ክንደይ ከኣ ሪኢና ኣለና ሕጂ ኣብዚ ሜድያ ካብዚ እዚ ዩቱብ ዝጅምሮ እንድየ እዚ ኣርእስትታት ከማን መሊሰ ዝያዳ ሪሰርች ዝገብሮ ኣብ ገሊኡ ናይ በሓቂ ዘይግብኦም ስድራቤት እዮም ዝውሰዱሎም ዝወስዱሎም እዚ ከኣ ብዝተፈላለየ መክንያት ኣብ ካልእ ቪድዮታት ገሊጸዮ ኣለኹ ከይነውሕ እዚ ቪድዮ ሶ እቲ ናይ ስድራን ፍቅሪ ትብል ፕሌይሊስት ረኣይዎ ኣብኡታት ገሊኡ ኤክሳምፕል ሂበ ኣለኹ ንኣብነት ሕጂ ቀንዲ ከኣ ኣገዳሲ መኣንዩ ስዩዚ በይንኻ ተዕቢ እንድሕር ኮንካ ኣቦ ከም ኣቦ በይንኻ ወይ ከም ኣደ በይንኻ ተዕቢ እንድሕር ኮንካ ዝያዳ ጥንቃቐ እዩ ዘድልየካ ፕርከ እስኻ ጥራይ እንድሕር ኮንካስኒ ቀዳማይ ነገር እቲ ቆልዓ ሓደ ሰብ ጥራይ ዘለዎ ምሳኻ እንድሕር ሓሪቑ ናብ ኣቦኡ ከይዱ ምስ እዲኡ እንድሕር ሓሪቑ ናብ ኣቦኡ ከይዱ ክእበድ ኣይክእልን እዩ ወይ ምስ ኣቦኡ እንድሕር ሓሪቑ ናብ እዲኡ ከይዱ ክእበድ ኣይክእልን እዩ ስለዚስ ብጣዕሚ ከቢድ እዩ ወይ ኣሕዋት እንድሕር ዘይብሉ ከዓ ዝገደደ ክልቴኻ እንድሕር ተባኢስካ ኣለኻ ነቲ ቆልዓ ከቢድ እዩ ልዕሊ ዓቕሙ እዩ ምስ ማንም ሰብ ከተንፍሶ ኣይክእልን እዩ እሱ ጥራይ ዘይኮነ ከዓ እስኻ ከማን ቡኮ ንዓኻ ክረኽቡልካ ከም በይንኻ ተዕቢ ዘለኻ ወዲ ዲኻ ጓል ብዘየገድስ ኣወዳትና ከማን ኣለዉ እንዶ መሳኪን so ቀሊል ኣይኮነን ንኽልቴኻስ ቀሊል ኣይኮነን በይንኻ ክትዕቢ ኮለኻ ዝያዳ ቡኮ ኣለዎም ንዕኦም ከማን ንዕ ብሕልፊ ከኣ ኣብ ኣብ ብዙሕ ቦታ ከኣ ቀንዲ ከማን ታርገት ንዓኻ እዮም ዝገብሩ ብዝያዳ ዝተብህሉልካ እቲ በይኑ ዝኾነ እዩ ተረዲእኹምኒ እቲ ምስ ኣቦኡን ኣዲኡን ዘለዉ ብዙሕ ኣየስተብህሉሉን እዮም ማለት ኣብ ኪንዳጋርትን ድዩ ገለ ይካታተሉ ዝያዳ ማለት እዩ ትኽእሎ ዶላ እቲ ቆልዓ ዝግብኦ ዶ ይረክብ ኣሎ ብርክ እቲ ሕጊ ከምኡ እዩ ዝብሎም ነቲኦም ኪንዳጋ እቲ መንግስትስኒ ግዴታ እዩ ክነግሩ ንመንግስቲ ተረዲኹምኒ ድሕሪ ብሩኻት ኮይኖም ምሳኻ ክሰርሑ ይፍትኑ እስኻ ከምዚ ከምዚ ትጋገ ኣለኻ፣ ክትሰምዖም ከኣ ክትፍትን ኣለካ። ኣብ ብዙሕ ግዜ ኣብ ብዙሕ ቦታ ከኣ ጥዑያት ኣለዋ፣ ከምዚ ትግበሩ፣ ተጠንቀቑ፣ መንግስቲ ከይመጻኩም፣ ገለ እዚ ከይተሓላለፍ፣ ኣነ እዚኣ ከማኽረኪ ይደሊ፣ ከምኡ ዝብላ ከኣ ኣለዋ፣ ኣነ እዚ ባዕለይ ዝሰማዕክዎ ማለት እዩ፣ እዚ ካብ ሓበሻ ድሕሪ ሕጂ ከምዚ እንድሕር ደጊምኩም ናይ ግድን ክንነግሮም ኣለና፣ ሎሚ ግን ኣይነገርናልኩምን ኢሎም ከኣ ዘማኽሩ፣ እዚ ከኣ ሲርየስ ክትወስዶ ኣለካ፣ ከምኡ እንድሕር ሓንቲ ኢላትካ ክተፈራርሓካ ጥራይ ኢላ ኣይኮነን፣ እቲ ሕጊ ናይ ብሓቂ ከምኡ ስለ ዝግድዶ so ግን ዕድል ከኣ ከተሓድገልካ ስለ ትደሊ ሰሓቦ ጉተቶ ቆጸራታት ኣኼባ ምሳኻ ብከምኡ ጭንቀት ከይገብሩልካ ወረቀት ከይሰዱልካ ተረዲኹምኒ so እቲ ሰብ ንጽቡቅ ዝበለና ከኣ ኣኽ ክላእ እዚኣ ከኣ ክተፈራርሓኒ ደልያ ገለ ክንብል የብልናን ከምኡ ከኣ ርኤ ኣለኹ ከምኡ ግን ኣይኮነን እቲ ሕጊ እንድሕር ኣባኻ ዘይተፈጸመ ዕድል ጌርካ ማለት እዩ እንድሕር ድላይካ ክሳብ ሕጂ ትገብር ኣለኻ ኣብ ክንደይ ሰባት ግን ከምኡ ዘንጊዖም ዝጸንሑ ዘይገደሾም ድሮ ወይ ኣብ መርመራ ኣለዉ ወይ ደቆም ተወሲዶም ኣለዉ። ኣባና ከኣ እቲ ጸገም እንታይ እዩ እቲ ሰብ መጽዩ እቲ ልክዕ ኣይነግረካን እዩ እቲ ከመይ እዩ ኔሩ እቲ ጌጋታት ከማን sometimes እሳቶም ተጋግዮም ከለዉ ኣብ ገሊኡ ኣይርድኦምን እዩ ስለዚ ስለቲ ሲስተም ዘይተረድኦም ተረዲኹምኒ ክሕስዉ ኢሎም ገለ ዘይኮነስ እቲ ክላእ እዚ ደኣ ኣነ ዕድል ኣይገበርኩን እዚኦም ርጉማት እዮም ኢሎም ጥራይ የሽርፍዎ ግን መብዛሕትኡ ግዜ ገለ ቅድሚኡ ዝተፈጸመ ኣሎ ገለ ዘስተብህሉ ኣለዉ ብዘይ ምክንያት ብዘይ ምክንያት ብዘይ ብኮ ብኮ ክትህቦም ኣለካ ብዘይ ብኮ እንታይ ሒዞም ደኣ ንሞ ገለ ክገብሩ ንሕና ግን ኣይርድኣናን እዩ እቲ በቲ ናይቲ ቆልዓ ጠባይ ይርእይዎ ይኾኑ እስኻ ፅቡቅ ከም ዘይትሕዞም ዘለኻ እቲ ቆልዓ ከማን ስለተፈራርሖ ኣይዛረቦምን እዩ ከም ተዳሂሉ ከም ዘሎ ግን የርልይዎ እዮም እንድሕር ትድህሎም ኣለኻ እስኻ ክላእ ኣነ እኳ ኣፉ ከም ዝዓጽው እየ ገይረዮ በዝ- እ፣ ኣይ ኣይ- ኣይ- እዚ ወደይ ፈራሕ እዩ ኣይነግሮምን እዩ ኢልካ እንድሕር ድላይካ ትገብሮ ኣለኻ ወይ ትገብርዮ ኣለኺ እ፣ ንግዚኡ እዩ በቃ ብሓጺሩ ብርከ ብኻልእ ክከለልዎ ይኽእሉ እዮም። እዚኣ ኩሉ ግዜ ክደግመልኩም ይደሊ። ንዓኻ ግን ሽዑ ሃንደበት ስለ ዝመጻካ ዋእ እዚኦም ስቕ ኢሎም እዮም ርጉማት እዮም ኣንጻረይ ኮይኖም ኢልካ ብኻልእ ተሽርፎ ግን ንሱ ኣይኮነን። ኣብ ኮሜታት ከዓ ኣብዚ ሶሻል ሚድያ ዝሰምዖ ገሊኡ ቶታሊ ጌጋ ርድኢት ኣለና በዓል መሊስና ከዓ ንዝርግሖ ብኣምሆይ ገለ ኮምኢታት ይሰምዕ ነይረ ቶታሊ ምስቲ ሕጊ ዘይከይድ ዘይ ኣብ ሕጊ ዘየለ ንካልኦት ይነግሩ እሱ ከማን ዓብ ጸገም ኣሎ ሚስ ኢንፎርሜሽን እቲ ኢንፎርሜሽን ከዓ ጽፉፍ ድዩ ካበይ ኣምጽዎ ከመይ እዩ ሶ ናተይ ንባዕሉ ከማን ክትፍትሽዎ ኣለኩም ግን ብዝከኣል መጠን ኣጻፊፈ እየ ዘምጾ ዝኾነ ጌጋ ረኺብኩምለይ ከዓ ንገሩኒ ብሓፂሩ ሶ ኡንዳን እቲ ኣገዳሲ ከኣ ኣብ ከምዚ እንታይ እዩ በይንኻ ዲኻ ተዕቢ እንድሕር በይንኻ ተዕብያ ኣለኻ ከኣ ኣበይ ኣሎ ኣቦ ስለምንታይ ኣቦ ኾኒ ሶገረሽ ዘይብሉ እቲ ስለምንታይ እቲ መሰል ዘይብሉ ኣብ ደቁ ስለ ዝተባኣስኩም ዲኻ እስኺ ዘይደለኺ ወይ እስኻ ዘይደለኻ ናይ ኣዲኦም ሶርገረሽት እዚ ገማንዛመ ሶርገረሽት ኣላይኒገ ሶርገረሽት ኣሎ እዚ ከዓ ኣብ ኩሉ እዩ ካስተዲ ዝበሃል ኣብ ኩሉ ኣብ ካልእ ዓዲ ከማን ኣሎ እያ ኣብ ካስተዲ ብእንግሊዝ ይበሃል እዚ ከዓ እንታይ እዩ ኣብዚ ዓዲ እንድሕር ወሊድካዮም ማለት እንድሕር ተመሪዕኻ ንክልቴኻ ሓደ ኣለካ እንድሕር ከይተመርዓኻ ወሊድካዮም ብሕጋዊ መርዓ ብናይ ቤተክርስትያን ኣይሰርሕን እዩ በይንኻ ክህልወካ ክእል እዩ ፐርከ እቲ ኣቦ ስለ ዘይፈርም ወይ ነቲኣ ኣደ ስለ ዘውጽእዋ ቅድሚ ሕጂ እዚ ግን ተመራጺ ኣይኮነን ክልቴኻ ክህልወካ በርከ ውዒሉ ሓዲሩ ቀዳማይ ነገር ደቅኹም እንድዮም ካልኣይ ነገር ከኣ መሰልኩም ሓደ ክኸውን ኣለዎ ሳልሳይ ነገር ከኣ ጽባሕ ንግሆ ኣደ እንድሕር ገለ ኮይና ምስኣ ጥራይ ኣሎ ኣቦ ከኣ ኣብዛ ዓዲ ከሎ ወላ ሓደ መሰል የብሉን እሳ እንድሕር ገለ ኮይና ካላስ እቲኦም ደቃ ምስ መንግስቲ እዮም ዝኸዱ ኣቦኦም ኣይረኽቡ ገለ ይረኽቡ ኣቦኦም ክረኽቡ እንድሕር ኮይኖም ግን ከኣ እስኻ ከም ኣቦ ናይ ኣቦ ክትሰርሕ ኣለካ። ክላእ ኣነ ደኣ ወረቐት ኣለኒ እንዶ እንታይ እንድሕር ገለ ኮይና ናባዮም ዘይዝሰድዎም ኣነ ከዕብዮም እየ ምስዚኣ ሓዳሽ ሰበይቲ ክትብል ኣይትኽእን ኢኻ። እንድሕር ዘይትግደሰሎም ኮንካ ኣይህቡኻን እዮም እቲ ወረቐት ኣይሰርሕን እዩ ኣብኡ ከማን ኣቐዲምካ ጽቡቕ ርክብ ክትፈጥር ኣለካ። ከም ሓደ ጓና ኢኻ ክትቑጽር። ወረቐት ጥራይ እንድሕር ኮይኑ፣ ገንዘብ እቲ ብሓይሊ ክፈል ትብሃል እንድሕር ትኸፍል ኮንካ ጥራይ፣ ወይ ጭራሽ ኣይትኸፍልን ኢኻ፣ ስለ እኹል ካልኦት ቆለውዕ ዝወለድካን ገንዘብ ስለ መሃያ እኹል ዘይብልካ፣ እዚ ተራ ይጻወትንዩ ትኸፍል ዲኻ ኣይትኸፍልን ተራ ይጻወትንዩ እቲ ተራ ዝጻወት ኣደ እንድሕር ዘየላ እስኻ ከኣ ኣብ ወረቐት እንድሕር ድሮ ምዝግብ ኣለኻ እቲ ርክብከ ከመይ እዩ እቲኦም ቆለውዕ ይፈትውኻ ድዮም ምሳኻ ጽቡቕ ርክብ ኣለዎ እንድዩ ኣቦ ዲኻ ናይ ብሓቂ ወይ ኣብ ወረቐት ጥራይ ኢኻ ጭራሽ እንድሕር ኣውፅያትካ ከዓ ብዝኾነ ምክንያት ወይ እስኻ ዘይፈረምካዮ ስለዘይደለኻ ወይ እሳ ስለዘይደለየት ወላ ሓደ መሰል የብልካን ኣይ ኣብ ሕቶኽ ምልክት ከማን ኣይትኣትውን ኢኻ ብሓጺሩ ከም ጓና ኢኻ እዚ ክርድኣና ኣለዎ please ናይ እዚኦም ስድራቤት እዚኦም የዕራብ ዘምጽዎም ኣይፈልጥን እየ እንታይ እዩ እቲ ጉዳይ ግን ብጣዕሚ የደንግጹኻ ኣምላኽ ከኣ ይሓግዞም ከም ንኹላቶም እቲኦም ካልኦት ኣብ ከምኡ መክራ ወይ ሽግር ወይ ዝተወስድሎም ወይ ኣብዚ እዋን እዚ ዘለዉ ሽግር ከማን እዚ ቪድዮታት ፕሊስ ሸር በልዎ ብርከ እቲኦም ቆለውዕ እንድሕር ተወሲዶም ጥዒምዎም ማለት ኣይኮኑን። ሶቪዞ ናፍቖት ክህልዎም እዩ። ትሃርሞም ኔርካ ዲኻ ኣይትሃርሞምን ኔርካ፣ ኣቦ ኣዲኻ ኣዲኦም ምዃንካ ስኒ ናፍቖት ክህልዎም እዩ ናይ ግድን። ተረዲእኩምኒ? ብዘየገድስ ተጋጊኻ ዲኻ ኣይተገገኻን፣ በቲ ሕጊ ከድካ ዲኻ ምስኦም ኣይከድካን ማለተይ እዩ። ስቓይ ኣለዎም። እቲኦም ምስቲኦም ጸዓዱ ጥራይ ክዓብዩ ከማን ቀሊል ኣይኮነን። ከም ሓደ ቆልዓ ጸሊም ምስ ጸዓዱ ጥራይ ክትዓቢ ንዖኦም ከማን ኣብቲ ሓንጎሎም ብዙሕ ጸገም እዩ ዝፈጥረሎም ብርከ ይርድኦም እዩ ናቶም ከም ዘይኮኑ ስለምንታይ እዮም ንበይኖም ተነጺሎም ዘለዉ ስለምንታይ እዮም ተነጺሎም ንሶም ከ ጥራይ ጸለምቲ እቲኦም ምስኦም ዘለዉ ጸዓዱ ጥራይ እንድሕር ብቆርበቶም ሰብ ጸሪፍዎም እንታይ እዮም ክምልስሎም እቲኦም ጸዓዱ ከማን ከርድእዎም ኣይክእሉን እዮም እንታይ ክትምልሱ ከም ዘለዎም so ቅልውላው የእትወሎም እዩ ኣብቲ ህይወቶም ከምዚ ኣይደንቲፊኬሽን ክገብሩ ወይ ንናቶም ነብሲ ክፈትዋ ከማን ክንደይ ጸለምቲ ክንደይ ሓንፈጽ ንሪኦ ኣለና ቤሎም ምስ ጻዕዳ ኣዲኦም ዝነብሩ ኣቦኦም ጸሊም ዝነበረ ኣብ ካልኣ ሃገር ዝነብር ወይ ምስኣ ርክብ ዘይብላ ብዙሕ ቅልውላው እዩ ዝፈጥረሎም እቲኦም ቆሎውዕ ስለዚ ከምዚ ተኣማምነት ነብሲ ከሕድሩ ኣይክእሉን እዮም እንድሕር እቲ ትራውማ ኣለዎም ዞቪዞ ግን ምስ ጸዓዱ ምንባሮም ንባዕሉ ስኒ ክስታይ ኣይኮነን ኣነ ኣይድግፎን እየ ኣይድግፎን እየ ስለምንታይ ኦልሬዲ እቲ እቲ ቅያር እቲ ካልእ ዓይነት ስለ ዝኾና ንሕና ተረዲኹምኒ ሕጂ ኣብ ይብላን ድየን ጸዓዱ ንባዕለን ኣዴታት ጸሊም ቆልዓ ዘለወን ኣብ ከምኡ ከማን ሰሚዐ ኣለኹ ብዙሕ እንታይ ከም ንብሎም ይጠፍኣኒ ኣነ ይፈለጥኩን ነይረ ከም ጸሊም ስኒ ክሳብ ክንድዚ ከም ትጽረፍ ከምኡ ሽግር ከም ዘሎስ ኣይርድኣንን እዩ ነይሩ ከይወለድኩዎ ከለኹ ወደይ ዓቢ ሽግር ረኺቡ ኣነ ከኣ እንታይ ክብሎሞ ኣነ ንባዕለይ ጻዕዳ እየ ናተይ ሰብ ከኣ እዩ ዝጸርፎ ዘሎ ኢላ የሕፍረኒ እንታይ እሞ ማለትስ ከምዚ ነቲኦም ጸዓዱ ስኒ ከምዚ ያ መሕፈሪ ይሰርሑ ኣለዎ ዓይነት ማለት እዩ ፍሬምቺምን ይበሃል ብጀርመን ቃል ኣለዎ ንካልእ ሰብ እንድሕር ንዓኻ ክፉእ ተሰሚዕካ ብትግርኛ እንታይ ዝበሃል ስክፍታ የሕድረለይ ዓይነት ማለት እዩ መስለኒ ሶ ሕጂ እዚ እታት ነጥቢ ክንዝክረሉና ድማ እንድሕር ሰብ ኣቡኡ ዘየለ ወይ ኣቡኡን ኣዲኡን ኣለዉ ከማን መሊስካ ከም ሳልሳይ ክስታይ ቤክ ኣፕ ቤክ ኣፕ ማለት ከም ሳልሳይ ኣማራጭ እስኻ ክልቴኻ ከማን ገለ ክትከውን ትኽእል ኢኻ ኣምላኽ ይሓልወና ንኹላትና ብዝኾነ ምኽንያት እንድሕር ዘየለኻ ኣብዚኣ ዓለም መን እዩ ዝወስዶም ቆለውዕና እንድሕር ኢልና ኣብ ካልእ ቪድዮ ገሊጸዮ ኣለኹ መንግስቲ እዩ ዝወስዶ ኣውቶማቲክሊ ሓትነ ኣሞ እንድሕር ኣላቶም ኣብዚ ከማን ወይ ዓባይ ኣውቶማቲክሊ ኣይኮን ዝህብዎም ክህብዎም ይኽእሉ እዮም እንድሕር ሓቲትካ እንድሕር ኣነ እየ ዝኸውን ሶር ገረጅት ክወስድ ይደልየ ፎሙንት ናቶም ክኸውን ይደልየ ኢልካ ግን ክንደይ ጣጣ እዩ ዘሎ ባዕልኻ ክመሪፅካዮም ፅሑፍ እንድሕር ኣፅኒሕኻ ግን እቲ ናትካ ሶገረጅት ኣነ እዚኣን እዚኣን ሰብ መሓዛኺ ትኹን ሓፍትኺ ትኹን መቻለኩም ናትካ ሰብ ትብሎ ናተይ ናተይ ትብሎ ተኣምኖ ብደቅኻ ትሕልና ዘለዎ ሰብ ምስኡ ክዓቢ ይሕሸካ ግን እስኻ ስለ ዝጸሓፍካ ከኣ ኣውቶማቲክሊ እስኻ እንድሕር ዘየለኻ ብህይወትካ ይህብዎም ማለት ኣይኮነን እቲ ናቶም ክእለት ገዛ እንታይ ዓይነት መሃያ ኣለዎም እንታይ ዓይነት ኣካይዳ ኣለዎም ኣብ ህይወቶም ሕጂ ንኣብነት ዕዳ ንዕዳ እንድሕር ኮይኖም ወይ ገለ ኣይህብዎም ድም ምሻልኩም ኩሉ እዮም ዝመዝንዎ ብደንቢ ይፍትሽዎም እዮም እቲ ኣቀራርባ ምስ ቆልዓ ነቲ ቆልዓ ክቅድሚ ሕጂ ይግደስሉ ነይሮም ድዮም ወይ ኣብ ወረቀት ጥራይ እሱ ምስቲ ቆልዓ ከዓ ፅቡቅ ርክብ ክህልዎም ኣሎም ከምዚ ኣብ ካልእ ሃገር ዘላ ወይ ኣብ ካልእ ከተማ ኣብ ጀርመን ኣብ ሃምቦርግ ኮንኪ ሚንሽን እየ ዝሰዶም ክትብለይ ትኽእልኒ ሓደ ግዜ ኣብ ሂወቶም ዝረኣይዎ ሓትነኦም ጥራይ ጽቡቕ ርክብ ክህልዎም ኣለዎም ሽዑ እዮም ዝውስኑ ኣሃ እዚኣስ ኩሉ ግዜ ጽቡቕ ርክብ ኣለዎም ከም ካልኣይቲ ኣዲኦም እያ ኢሎም ይህብዎም ማለት እዮም ካብ ዓሰርተ ኣርባዕተ ዓመቶም ክኾኑ ከለዉ እቲኦም ቆለውዕ ከኣ ባዕሎም ክውስኑ ይኽእሉ እዮም እዚ ከኣ ብዙሕ ግዜ ዝረኣዩ ባይ ዘ ወይ ኣብ ጀርመናውያን ከማን ብጣዕሚ ዘሕዝን ሓንሳ ሓንሳ ሕጂ ንኣብነት ኣደ ብክንደይ የዕብያቶም በይና ኣቦኦም ግን ስሕት ኢሉ ጥራይ ይመጽእ። ሽዑ ግን ከም ገለ ብዝኾነ ምኽንያት እቲ ቆልዓ ምስ ኣቦኡ ዝያዳ ፍቕሪ የሕድር። ኣብ ቤት ፍርዲ ከይዶም ወይ ሓቲቶም ኣነስ ኣይደልን እየ ምስ ኣደይ ምስ ኣቦይ ይሕሸኒ ክብሉ ይኽእሉ እዮም። ዝረኣኹዎም ስድራቤት ኣለዉ ኣብ ጀርመን እዩ እዚ። ጀርመናውያን እዩ ልብኻ ዝሰብር ማለትስ ኣቦኦም ብዙሕ ደሃይ ዘይገብረሎም ዝነበረ እዚ ከማን ክፍጸም ይኽእል እዩ ግን ከምኡ ከይትፍጸም ከዓ ከም ዓርክኻ ከም ሓውኻ ከም ወድኻ ከም ኩሉ ክትሕዞ ኣለካ በርከ ብዘይ ምክንያት ኣይኮነን ቆልዓ ከዓ ከምኡ ዝውስን እንድሕር ፅቡቅ ትሕዞ ኣለኻ ስቂሉ ናብ ኣቦኡ ይከይድኒ ወይ ስቂሉ ናብ ካልኣ ይከይድኒ እዩ ግን ንክትፈልጦ ጥራይ ካብ 14 ዓመት ናቱ ኣማራጭ እዩ ኣይደልን እየ ምስ ኣደይ ክብል ይኽእል እዩ። ወይ ምስትን ምስትን እየ ዝደሊ በጃኹም ቀይርዎ ክብሎም ይኽእል እዩ። እዚ ከዓ ንዓኻ ብጣዕሚ ቀሊል ኣይኮነን ከቢድ እዩ ማለት እዩ ብሓፂሩ ሶ እንዳን ኮንታክት እንድሕር ዘይብሉ ግን ምስ ኣቦኡ ጭራሽ ከዓ ፅቡቅ ማለት ኣይኮነን ንዕኡ ከምኡ ከይፍፀም ከዓ ኖኖ ኮንታክት ክገብር የብሉን ምስ ኣቦኡ ከዓ ከይትብሉ ብርኪ ኣገዳሲ እዩ ፅባሕ ንኮስኺ ዝለኺ ዲኺ ከማን ነቲ ቆልዓ ንሓንጎሉ ኣገዳሲ እዩ ወዲ ድዩ ጓል ብዘየገድስ ብጣዕሚ ኣገዳሲ እዩ ኣቦካ ኣብ መንጎ ኣብ ጎንካ ክህሉ ብሂወቱ ብሕልፊ እንድሕር ኣሎስ ናይ ግድን እሱ እሱ ከማን ሓላፍነት ኣለዎ እስኻ ጥራይ ኣይኮነን ሓላፍነት ዘለካ ብሓንሳብ ናይ ክልቴኻ ፍቅሪ ከዓ ከስተማቃቅር ኣለዎ ውድድር ከዓ ኣይኮነን እዚ ናይ መን እዩ እቲ ቆልዓ ናይ ክልቴኹም እዩ ብሓፂሩ ከም ውድድር ክንሪኦ የብልናን ኣብ ገሊኡ ስድራቤት ከምኡ ይረኣዩ ደቀይ ንዓይ እዮም ዝያዳ ዝብጽሑኒ ንዓይ እዮም ኣይኮነን ናይ ክልቴኻ እዮም እሶም ከኣ ነጻ ክስምዖም ኣለዎ ምስ ክልቴኻ ከምዚ ነደይ ዝያዳ እንድሕር ፈትያስ ኣቦይ ክሓርቕ እዩ ነቦይ እንድሕር ገጽ ሂበዮ ዝያዳ ኣደይ ክትሓርቕ እዚ ንባዕሉ ሓንጎሎም ብጣዕሚ ሓደገኛ እዩ ጽቡቕ ኣይኮን ሎያሊቴት ኮንፍሊክት ይበሃል ኣብታ ሓንጎሎም ዘይከውን ኮንፍሊክት ትሕድር ማለት እዩ ተረዲኹምኒ so ከቢድ ኣማራጭ ማለት ንክልቴኹም ኣሎ እንዶ ኩሉ ግዜ ዝያዳ ነዴኻ ትፈትዎ ግዜ ከ ኣሎ ኣሎ እንድሕር ከምኡ ኮይኑ ከማን ክትቅበሎ ኣለካ እንድሕር ዝያዳ ናብቲ ሓደ ካልእ ይስዕብ ኮይኑ ምክንያት ኣለዎ ሶ እስኻ ከማን እኳ ምስ ኣቦኻን ኣዴኻ እንድሕር ትዝክሮ ኮንካ ሓደ ጎኒ ዝያዳ ክስታይ ነይርካ እዩ መብዛሕትኡ ግዜ ከምኡ እዩ ምክንያት ከዓ ኣለዎ እሱ ማለት እዩ ሶ እቲኦም ደቆም ዝተወሰዱ ኸኒ ድሮ እንታይ ክትገብር ትኽእል እንድሕር ኢልና ተስፋ ኣይትቑረፅ ተስፋ ኣይትቑረፅ ኩሉ ግዜ ንፅቡቕ እመን ኦልሬዲ ዓመታት ከማ እንድሕር ተወሲዶም እዚኣ ኣገዳሲት እያ ከይረብረብካ ከዓኒ እቲ ዝግበር ክትገብር ፈትን ከይረብረብካ እቲ ዝበሉኻ ክተማልእ ፈትን ቴራፒ ግበር ወይ ግበሪ እዚኢታት ኣሎ ሕጂ ጸገም ኣብ ደቂ ዓድና ቴራፒ ግበር ግበሪ እንድሕሪ ኢሎምኺ ቴራፒ ክትገብሪ ኣለኪ ናይ ግድን ትኣምንሉ ዲኺ ኣይትኣምንሉን ምስኦም ክትጓዓዚ ኣለኪ ንስለ ደቅኺ ኢልኪ ከምኡ ካልእ ጀርመን ተመሃር እንድሕር ኢሎምኻ ጀርመን ክትመሃር ኣለካ ብዙሕ ዘት ኣውፍላግን እዩ ዝበሃል እዝን እዝን እዝን ኣማልእ ጥዕናኻ ይዕሪ እንድሕር ኢሎምኻ ብስፖርት ድዩ ብመግቢ ድዩ ብቴራፒ ዲኻ ቶታሊ ካልእ ሰብ ኮንካ ብርቱዕ ሰብ ኮንካ ብርቱዕ ኣደ ኮንኪ ክትቅየሪ ፈትኒ ንዓኺ ዝጠቕመኪ ሰባት ቅረቢ ኦርጋኒዜሽን ሕተቲ ካብ ወፃኢ ካብ መንግስቲ ከማን ኣለዉ ኣነ ኣኖኒም እየ ክተሕልፍዎ ሽመይ ኣይደልን እየ ብዘይ ሽምካ ከማን ክትማኸር ትኽእል ኢኻ ሽመይ ክህበኩም ኣይደልን እየ እዚኣ ምኽሪ ግን ሃቡኒ ኣነ ኣኖኒም እየ ዝደሊ ብዘይ ሽም ስለ ዝፈልጡ ነቲ መንግስቲ ከም ትፈርሖም ኣብ ከምኡታት ከዓ ብዘይ ሽም ይፍቀደልካ እዩ ኣለዉ ኦፊሳት ተረዲኹምኒ ወይ ድማ እዚኦም ሽሞም ረሲዖም ሕጂ ግን ኣለዉ ከምዚ ኦርጋኒዜሽን ክትሓቱ ኣለኩም ኣብ ቲክቶክ ከማን ኣለዉ እዚ ኣንጻር ዩንድ ኣምት እዮም ዝሰርሑ እሳቶም ከምኡ እዮም ዝብሉ ንባዕሎም ብርክ ብዙሕ ነገር እቲ መንግስቲ ዝገብሮ ጭራሽ ኣይድግፎን እዮም ብርክ እቲ ዝኸፍአ ንሓደ ቆልዓ ከዓ ካብቲ ስድራ ቤቱ ክትብንቁሮ ከለካ እዩ ብርክ ስምባደ ክሕደገሉ እዩ ተረዲኹምኒ ብዘይገድስ ከመይ ነይሮም ስድራ ቤቱ ነቲኦም ስድራ ቤቱ ክትእርሞም ኣለካ እምበር ካልእ እዚ ስቕ ኢልካ ቦንቂርካ ምውሳድ ግን ሕማም እዩ ነቲ ቆልዓ ዘሕድረሉ። ኣብ ዓለም ከማን ዘይምትእምማን እዩ ዘሕድረሉ፣ ፍርሓት እዩ ዘሕድረሉ፣ ትራውማ። ትራውማ ካበይ ይመጽእ? ካብ ያ ፍርሓት ክትብሎ ትኽእል ኢኻ ያ ጭንቀት ሶ ንባዕሎም እዚኦም ኦርጋኒዜሽን ገሊኦም ብጣዕሚ እንዲዮም ጠበቓ ሕተቱ ጠበቓ ሓዙ ብዙሕ ነገር ክትገብር ትኽእል ኢኻ። እቲ ክትእረሞ ዝግበኣካ ከኣ ክትእርም ፈትን። እዝን እዝን ጎዲልካ ኣሎ ይብሉኻ እንድዮም ብዘይ መክንያት ማለት መክንያት ክህቡኻ ኣለዎ እንዶ ክወስድዎም ከለዉ እሱ ክትእርሞ ክትፍትን ኣለካ። እቲ ናተይ ጥራይ እዩ ልክዕ መገዲ ናተይ እየ ዝኸይድ ክትብል የብልካን። እቲ ኣብ ደቅኻ ክተማልኦ ዘለካ ከኣ ክተማልኦ ኣለካ። ንኣብነት ዓሰርተ ግዜ ደንጒኻ ትምህርቲ እንድሕር ተብጽሖም ኮንካ ወይ ኣብ ትምህርቲ ኣብ ክንዲ ፒክ ኣፕ ትገብሮም ትርስዖም ስለ እስኻ ወደቫ ዝደቀስካ ወይ ካልእ ቆጸራ ስለ ዘለካ እዚ ሕጂ ወይ ኣብ ገዛ በይኖም ትሓድጎም እዚ ጭራሽ ኣይፍቀድን እዩ እዚ ሕጂ እንድሕር ኣብ ገዛኻ ሕጂ ብከምኡ ዝተወሰዱ ከዓ ኣለዉ ቆለውዕ እቲኤን ጎረባብቲ የስተብዕሉ ዓጺኻዮም ትኸይድ እንድሕር ኮንካ ቀጻሊ ኣብ ዘይ ዕድሚኦም ኣሎ ዓድመታት ክንደይ ሰዓት ደሓር ኢኻ ከማን ከምዚ ብንእሽትኦም ከለዉ ጭራሽ ክትሓትኩም ኣይፍቀድንዩ ኣውሲትስፍሊስ ዝበሃል ኣሎ ቀጻሊ ትወንቲ ፎር ኣዋርስ ክትጥንቀቀሎም ኣለካ ሓንቲ ደቂቅ ካብ ዓይንኻ ክወጹ የብሎምን ወይ ሰብ ክትሓድገሎም ኣለካ እሙን ሰብ ንዕኦም ዝሕዞም እዚ ይከኣልዩ ሱቕ ኢልካ ግን ኣነ ኣስቤዛ ክገብር እየ'ሞ እዚኣ ኣብጺሐ ክመጽእ እየ ከምዚኣ ገይረ ኣይሰርሕን እዩ። እንድሕር ከምኡ ኣስተብሂሎም መንግስቲ ጎረቤት ነጊርልካ ከኣ ክወስድዎ ይፍቀደሎም ብርከይ የለኻን የለኻን እቲ ቆልዓ ገለ እንድሕር ኮይኑ ጽባሕ ንግሆ እቲ መንግስቲ ኣበይ ነይሩ ክበሃል እዩ ተረዲኸኒ ተረዲኹምኒ እቲ ብኸምኡ ከኣ ኣብ ጀርመን እንታይ ኣሎ ሕጊ እቲ ጎረቤትኒ ክነግረና ኣለዎ ዝብል ሕጊ ኣሎ እንድሕር ዘይነገረ እቲ ጎረቤት ከማን ንባዕሉ ገበን ከም ዝሰርሐ ከም እዮም ገይሮሞ እቲ ሕጊ ስለምንታይ ከኣ ከምኡ ገይሮም እቲ ከምኢታት ስለ ዝበዝሐ እዚ ከምዚ ጥራይ ዘይኮነስ ካልእ ከማን ንደቆም ይሃርምዎም ኡይ እንዳበሉ ጎረባብቲ እንዳሰምዑ ሱቅ ይብል ወይ እንታይ ዝባል መግቢ ጭራሽ ዝኸልእዎም ፋሚሊ ኣለዉ ክሳብ ሞት ዝበጽሑ ቆለዎ ኣለዉ እዚ ብጸዓዱ ማለት እዩ ኩሉ ዝተፈጸመ እዩ እዚ ከቢድ ነገራት ስለ ዝተፈጸመ ድሕሪ ሕጂ እቲ ጎረቤት ከማን ክነግር ኣለዎ እንድሕር ዘይነገረ እሱ ከማን ኣብ ጠንቂ ክኣትው እዩ ብርገ እቲ ሓደጋ ምስ ተፈጸመ እዋ ከመይ ጌርኩም ደኣ ንስኹ ኢልኩም ኣይትርእይዎምን ኔርኩም እዚኦም ስር እወ ንዓይሲ ገርመኒ ኔሩ እንታይ ኢኻ እሞ ክትብል ዘይደቅኻ ገለ እንዲዮም ዝብሉ ሕጂ እቲ ሕጊ ግን ኣብዚ ቀረባ ግዜ ዓመታት እዮም ከማን ቀይሮሞ እቲ ጎረቤት ክነግር ኣለዎ እዩ ዝብል ጽባሕ ንግሆ ገለ እንድሕር ኣሎ እሲ ከማን ክሕተት ይክእል እዩ ይብል ክሳብ ሕጂ ተሓቲቶም ድም ኣይተሓትቱን ክብለኩም ኣይክእልን እቲ ሕጊ ዝብል ጥራይ ዝብለኩም ተረዲእኩምኒ ሶ ኣይፈለጥኩን ነረ እዮም ዝብሉ ከዓ በርከ ካብ ነብሶም እንድሕር እቲ ሕጊ ትፈልጦ ኮንካ ኣነ ስርኤ ይፈልኒ ኣስተብሂለሉ ይፈለጥኒ እዩ ዝብል ተረዲእኩምኒ በርከ እንድሕር ክፉእ ተፈጺሙ ድሮ ስኖ ንዕኦም ከማን ኣብ ሕቶ ምልክት ክኣትዉ ይኽእሉ እዮም ሶ ሓንቲ ሰብ ወሲዶምልካ ማለት ከዓ ጭራሽ ክትረኽቦም ኣይትኽእልን ማለት ኣይኮነን ግን ኦፍኮርስ ናትካ ፃዕሪ ብቕልጡፍ እንተኮይኑ እዩ ዝበለፀ ነዊሕ ዓመታት ንድሕር ዘይፀንሑ ምስኦም እዩ ዝበለፀ እስኻ እቲ ዝፍተን ፈትን ከይደኸምካ ደኺመ ከይበልካ and ሓገዝ ከኣ ሕተት ምስኦም ኣብ ህልኽ ኣይትእተው ብዙሕ ግዜ ዝሪኦ ኣነ ከምዚ ህልኽ ዓይነት ብጠበቓ ክፈራርሖም እየ ዶ ገለ ናይን ኣይሰርሕን እዩ እቲ ኣማልእ ዝበሉኻ ቅያር ክትፍጽም ኣለካ ኣብቲ ሂወትካ እንድሕር ብሉጽ ሰብ ኮንካ ብሉጽ ኣደ እንድሕር ኮንክስ ከመይ ገይሮም እዮም ኖኖእ ክብሉኺ ዝኽእሉ ጠበቓ ከኣ ምስኡ ብጎኒ ጎኒ ብሓይሊ ብጎነጽ ግን ደቀይ ክረኽቦምየ ክትብል ኣይትኽእልን ኢኻ ከብዚ ሕጂ እዚኦም ናይ እዚኦም ፋሚሊ እሳቶም ባዕሎም እንድሕር ወሲዶሞም ብሓይሊ ወሲዶሞም ኣብ እሳቶም እዮም ቤት ፍርድ መሊሶም እሶም ክፍረዱ እዮም እቲ ሕጊ እዩ ያ ላይዳ ኣብ ዓድና እዚ ኩሉ እንታይ እያ ትብለና ዘላ ትብሉ ትኾኑ ብናይ ዓይኒ ሕጊ ዓድና ተረዲኹምኒ ዓይኒ ናይዚ ዓይነ ሕጊ ግን እዚ ሕጊ ናይ እዚ ግን ካልእ እዩ ደቅኻ ደቅኻ ኣይኮኑን በቃ እሳቶም ንባዕሎም ከምኡ እዮም ዝብሉ እቲኦም ኦርጋኒዜሽን ንባዕሎም ገሊኦም እንታይ እዮም ዝብሉ እዚ ሓደ ክርድኣና ዘሎ ኣነ ዝብለኩም ኣይኮነን እዚ ባዕለይ ዝስምዖ ካብ ዝተፈላለዩ ኦርጋን ሓደ ክርድኣና ዘሎ እዚ ናይቲኦም ቆለውዕ ፅቡቕ ምህላዎምን ክፉእ ምህላውን ጥራይ ኣይኮነን ቡኮ ጥራይ እዮም ዝደልዩ ዘለዉ እዚ ንባዕሉስ ዓቢ ቢዝነስ እዩ ስለዚ ብኮ ኣይትሃብዎ ጥራይ ክብለኩም ዝኽእል ካብቲ ናቶም ዘረባ ተበጊሰ። ብኮ እስኻ ናብ ሰብኣይን ን ሰበይትን እንድሕር ተባኢስካ ተባኢስና ኢልካ ኣይት ኣብ ክስን ፍርድን ነንሕድሕድካ ኣይትእተው በርከ ደቅኻ ኢኻ ኣብ ታርገት ትእቱ ከምኡ ከኣ ክንደይ ካልእ እንድሕር እስኺ ካብኡ ተፋላሊኺ ኣለኺ ጸጸኒሕኺ ኣንጻሩ ኣይትስርሒ ብዝኾነ መገዲ በርከት ጽባሕ ንግሆ እቲ ሎሚ ጸሊእክዮ ዘለኺ ሰብኣይኪ ዝነበረ ዝተፋላለይኺ እሱ ረዲኤት ናትኪ ክኸውን ይኽእል እዩ ኣብ ስደት ኢኺ ዘለኺ ክረድኣኪ እንተ ረዲእኪ ከማን እሱ ጥራይ እዩ በርከት ሕብረተሰብ ንሪኦ ኣለና ማለት ስኒ ኣየናይ ነየናይ ኣብ ሶሻል ሜድያ ዝመጼና ናይ ብሓቂ ሓጊዝናዮ እንተ ሓጊዚ ክቲ ሕብረተሰብ ከኣ በቲ ገንዘብ ቁሩብ እምበር ወይ ገንዘብ ዘዋጻኣልካ ካልእ ግን ብዙሕ ዝሕግዘካ ሕብረተሰብ የብልናን ኣየናይ ኦርጋኒዘሽን ኣለና ኣየናይ ማሕበር ንዓኺ ዝቃለሰልኪ ኣለና በይንኺ ኢኺ ዘለኺ ወይ በይንኻ ኢኻ ዘለኻ ስለዚ ነንሕድካ ኮሎ ግና ኣብ ውግእ ኣይትእቶ ብርከ እስኻትኩም እንድሕር ከምኡ ኣቲኹም ግን እቲ መንግስቲ ብኮ ትህብዎ ኣለኹም ታርገት ትኾኑ ኣለኹም ኣብ እዚ ሕጂ ኣብ ብዙሕ ዝተረኣየ እዩ ከምዚ እቲ ኣቦ ቅድም ይነግረላ ወይ እቲ ኣደ ብዛዕባ ትቦ ክፉእ ተመልክት እሱ ከዓ መሊሱ ካልእ ኣንጻር ይሕዘካ ህልኽ ይሕዘካ ዓይኒ ብዓይኒ ስኒ ብስኒ ይኸውን ኣብ መወዳእታ ክልቴኻ ትቕጻዕ ደቅኻ ይወስዱልካ እዚ ኸኣ እቲ ዝኸፍኣ እዩ ጣዕሳ ዘይወጽእ ጣዕሳ እዩ ብኻ ምስኡ ውግእ ኣይጀምርኪ ተረዲኹምኒ ብዙሕ ኢኻ ትሰምዕ ኩሉ ብዚ ክትነግሮ ከቢድ እንዲዩ ሳምታይምስ ንዘይ ከይፈለጥካዮ ኸማን ክትጸንሕ ንዘይ ማለትስ ጽቡቕ ኣይኮን ክትፈልጦ ክትጥዑም ኣይኮን ክትሰምዖ ኣነ ዝሰምዖ እንተዝነግረኩም I don't know ክትኣምንዎ ኣይትኽእሉን ኢኹም ዝካየድ ዘሎ ኣብቲ ሕብረተሰብና ብርከት ዝጽሕፉለይ እኹላት እንድዮም ከምዚ ኮይነ ሓግዝኒ ገለ ገለ እንተ ግን ከ ቀሊል ኣይኮነን ነን በብሓደ ከኣ ክሕግዘካስ ኣነ ኦርጋኒዘሽን ኣይኮንኩን ሓደ ውልቂ ሰብ እየ እቲኣ ክትበሃል እንድሕር ብዱብዱቡ ፈሊጠዮ ክነግረካ ክእል እየ ሓንሳብ ዓሰርተ ግዜ ግን ከምዚ ቤትሮየን ከምዚ ጸጸኒሐ ንኹላትኩምስ ክመላለሰኩም ኣይክእልን እየ ቅድሚ ሕጂ ክንደይ ሰሚዐ ኣለኹ ብተሌፎን ቅድሚ ሕጂ ብተሌፎን ከማን ንክንደይ ተዛሪበ ኣለኹ ንሓንቲ ዘይርስዖ ሰለስተ ሰዓት ተዛሪበ እያ ልዕሊ ሰለስተ ሰዓት ገሪምኒ ንባዕለይ ንባዕለይ ኣብ መገዲ ነይረ ኣብ ከምዚ ከምኡታት ጸገም ካልእ እዩ ነይሩ ናይ ምውሳድ ቆለዋ ኣይነበረን ግን ናይ ቤና ተዕቢ ገለገለ ገለ ግን ካልእ ጸገም ዝነበራ ብዝሓጺሩ ኣብዚ ከማን ድሕር ከምዚ ተፈጺሙ ከምዚ ተፈጺሙ ኢለ ከዓ እቲ ሰብ ስለ ምሳይ ዝተዛረበ ናተይ ኣውጺኣቶ ክብል ከኣ ናቱ ሽም ከይነገርካ ከማን ገሊኡ ሰብ ደስ ዘይብሎ ኣሎ እሱ ከኣ ጸገም ኣሎ ብዙሕ ጸገም እዩ ዘሎ ኣብቲ ሕብረተሰብና ብሓጺሩ ኣይ ዶንት ኖው ንክ ከይሰማዕካዮ ክጸ ክትተርፍ ከማን ምስ ሓሸካ ብርከ ምስ ሰማዕካዮ ከኣ መሊሱ ይርብሸካ ተረድ የተሓሳስበካ ተረዲኹምኒ ሶ ቀሊል ኣይኮነን ሕጂ ንኣብነት ንዓይ ኣነ ኩሉ ግዜ ዝረኣዩኒ ኩላትና ብዛዕባ እዚኦም ደቆም ተወሲዶም ሰብኣያ ነቲኣ ሰበይቱ ቀቲልዋ ኣብ ዴንማርክ ተቀቲላ ሰበይቲ ኣደ ሰለስተ ቆለውዕ ኣብ ዓዲ እንግሊዝ ተቀቲላ ኣብ ካናዳ ተቀቲላ ኣብ ጀርመን ክንደይ ተቀቲለን ኣብ ስዊድን ብባልኮን ሓንቲ ወዲቃ ኦኬ እሳ እኳ ቆልዓ ይሓደገት ንኣብነት ግን ብዙሕ ከምኡ ንሰምዕ ግን ቆልዓ ኣብ ኔርዋ ጠኒሳ ኔራ ብዙሕ ኢካ ትሰምዕ እቲኦም ቆለውዕ ዝሓደጉ ከ ሓደ መዓልቲ ሓቲትና ዶ ንፈልጥ እዚኦም ዩቱበራት እቲ ዋጭ ዋጭ ከሎ ኩሉ ሰብ ሸይጥዎ እቲ እቲ ስቶርያ እቲ ሃይላይት ናትካ ዩቱብ ላዕሊ ከይድልካ ሕጂ ከ ኣበይ ኣለዉ እቲኦም ቆለውዕ ኣየናይ ማሕበር እዩ ዝሓተሎም እዚኦም ከም ሕብረተሰብ ስኒ ማሕበረ ኮም ድዩ ዝሓተሎም ማሕበረ ገለ ድዩ ዝሓተሎም ማንም ሰብ ዝሓተሎም የለን ነዚኦም ቆለውዕ ስድራቤት ከ ኣለዎም ድዩ መን ኣለዎም ኣብዚ ዓዲ እቲኦም ስድራቤቶም ከ ርግጸኛ እየ ኣብ ዓድን ጥራይ እንድሕር ኣለዎስ እዋይ ጓል ጓልና እኳ ኣብ ጀርመን ኣላ ምስ ጸዓዱ ትዓቢ ኣላ ኣነ ንባዕለይ ከምኡ ኣጓኒፉኒ ኣሎ ዓዲ ምስ ከድኩ በጃኺ እባ ጓል ጓለይ ርኸብያ ደቂ ጓለይ ክልተ ድየን እወ ቀሊል ኣይኮነን ግን ሓንሳብ እንድሕር ከይዶም እንታይ ኢልካ ካኸ ክትሓተለን ሽመን ከማን ይቕይርዎም እንታይ ኢልካ ኢኻ ክትደልይ ኸኒ ኣበየናይ ከተማ ከማን ከም ዝነበረ ክትነግረኒ ከኣለት እንታይ ዓባይ ሰበይቲ ኣብ ዓድና ዘተላለኽዋ ዓባየን ማለት እያ ብጣዕሚ እዩ ዘሕዝን ተረዲኹምኒ ኣብዘይ ዓድኻ ሃሊኻስ ደቅኻ ከዓ ናትካ ዘርኢ ክጠፍእ ኣይዶኖ ግን ሓቂ ሓሽ ከም ሕብረተሰብ እቲኦም ማሕበራት ዘለዉ ከምኡ እንተንፈጥር ከማን ዓብዪ ፀጋ ምስ ኮነ ሓደ እቲ ምስ ስድራቤቶም ክተራኽቦም ዓዲ ዘለዉ ድዩ ገለ እቲኦም ቆሎውዕ ምድላይ ኮንታክት ምሕታት ንሕና ከም ማሕበር ስኒ ነዚኦም ቆሎውዕ ክንዕድሞም ደሊና ናብ ባህሎም ክምለሱ ደሊናዮም ምስ ደቂ ዓዶም ክራኸቡ ንደሊ ከም ከምዚ ፍሌግ ክትገብሩ ከምዚ ምሻለኩም ፓት ከምዚ እንታይ ዝበሃል ፓትንኪንድ ፓትንኪንድ ብልግነት እወ ብልግነት ክንሕዝ ዘሊና እዚ ብዙሕ ክሪኣቲቭ እዚ ክሪኤቲቭ እንተ ንኸውን እዚ እወ እቲ ሓሲብና ብሓንሳብ እስኪ ኣበይ ኣለዉ እዚኦም ኩሎም ስድራ ኣዴታትን ዝመቱ ዝመታ እስከ ምስ መን ይዓብዩ ይህልዉ ሕጅስ ክንደይ ኮይኖም ይኾኑ ማንም ሰብ ዝሓተሎም የለን ኦኬ ስድራቤት እንድሕር ኣለዎም ተስፋ ይገብር ብዙሕ ግዜ ግን ስድራቤት ዘይብሎም ከ ኣለዉ ሶ እቲ ሕብረተሰብ ከዓ ዓቕም ዓቕሚ ማለት ማሕበር የለን ዓቕሚ ከዓ የለን ኩላትካ ብካልእ ኢኻ ቢዚ ዘለኻ ሶ ስለዚ እቲ ንሕና ክንገብሮ ንኽእል ኮሎ ገና ክንጥንቀቕ ኣብ ጠንቂ ከይንኣቱ ኣብ ባእሲ ምቅታል ከኣ ሶቪዞ ከይንኣቱ ግን እንተ ከማን ኢልካ ከኣ ካብ ብሕጂ መን እዩ ክወስዶም ደቀይ ጽባሕ ንኮ ብኻልእ ከማን እኳ ገለ ብጥዕና ምክንያት ብገለ ብሓደጋ ማኪና ብዙሕ ኣሎን ምሽዶ ደቀይ ናበዮም ዝኸዱ ክትብላ ኣለካ ኣብዚ ዓዲ መንግስቲ እዩ ዝወስዶም እዚኣ ክነግረኩም ኣለኒ ሓንሳብ እንድሕር ጠፊኦም ከኣ ብሕልፊ እንድሕር ዘይሓደግካሎም መሊሶም ስድራቤትካ ካብ ርሑቕ መጺኦም ክደልይዎም ከቢድ እዩ። ከምዚ ዝብለኩም ዘለኹ ኣብ ገሊኡ ሰሚዐ ኣለኹ ኣብ ኖርወይ ብደንቢ ሽሞም ቀይሮሞም ሽሞም ኩሉ ሽሞም ቀይሮሞም ኩሉ ቀይሮሞ ከመይ ጌርካ ንመን ኢልካ ኢኻ ክትደሊ በቃ ጠፊኦም ማለት እዩ። በርከቲኦም ስድራቤት ከማን ሓንሳብ እንድሕር ፈትዮሞም ነቲኦም ቆሎውዕ ወይ ኣብ ልቦም ኣትዮም ኣብቲ ሂወቶም ኣሎዉ ብቀሊሉ ክመልሱልካ ኣይደልዩን እዮም እዚ ከኣ ኣሎ ፍቅሪ ይሕዞም ምስቲኦም ቆሎውዕ ከም ደቆም እዩ ዝስምዖም ከም ደቅኻ ደቅኻ ምዃኑ ኣይዝክርዎን ከማን እስኻ ዝወለድካዮም እስኻ እዚ እዩ ከኣ እቲ ሓደገኛ እሳቶም ከማን ድልየት የብሎምን ገለ ጠንቂ ክረኽቡልካ እዮም ዝደልዩ ምስቲ መንግስቲ ድዩ ገለ ድዩ ኖኖ ነቲኦም ቆሎውዕ ከኣ ናብኦም ከም ዝተርፉ ከም ዝደልዩ ኢሎም ክእምንዎም ይኽእሉ። ናብ ዝሕሸኩም፣ ጽባሕ ንግሆ ኣብዚ እንድሕር ከይድኩም ከምዚ ከይትኾኑ ኢሎም የፈራርሕዎም ወይ ይነግርዎም። ቆልዓ ከኣ ዝኾነ ዝበልካዮ እዩ ዝኣምን። ካባይ እንድሕር ከይድኩም እንታይ ትፈልጡ፣ እንታይ ከም ዝጸንሓኩም። ስለዚ ገሊኦም ቆለውዕ ከማን ክምለሱኻ ኣይደልዩን እዮም እንድሕር ነዊሕቲ ግዜ ከሎ ገና ከኣ ክትጽዕር ዘለካ ግን ብዝከኣል መጠን ክጠፍኡ የብሎምን ክትረኽቦም ኣለካ እንድሕር ኣብዮምኻ ከማን ቀጻሊ ምስኦም ርክብ ከብ ዘይተቋርጽ ክትገብር ፈትን እዚኣ ክሓተኩም ይደሊ ግን ከሎ ገና ምጥንቃቕ እምበር ኣብ ከምኡ እንድሕር ኣቲኻ ሰሓቦ ጉተቶ እዩ ሞር ኤነርጂ እዩ ስቃይ ከዓ እዩ ካብ ኩሉ ስቃይ እዩ እንታይ ይዓብሰል ካብ ከክልተ ሰሙን ድሕር ኢኻዮም ካል መዓልቲ ከዓ ትናፍቖም ወይ ሓንሳብ ኣብ ወርሒ ንክልተ ሰለስተ ሰዓት ተረዲኹምኒ ሶ እዚ ክንሓስበሉ ኣለና ፕሊስ ሸር በልዎ ገና ይበዝሕ እዩ ዘሎ ከምኡታት ኣብ ሙሉእ ዓለም ኣብ ጀርመን ጥራይ ኣይኮነን ባይ ወይ እዚኦም ኩሎም ኩሎም ሓደ እዮም ኩሎም ሓደ እዮም ናበይ ከም ዝጠፍኡ እትኦም ቆለዑ ከማን ኣይትፈልኒ ኢኻ ብዙሕ ኢኻ ከዓ ትሰምዕ እንታይ ዓይነት ስድራ ቤት እዮም ዝወስድዎም ሶ ደስ ኣይብልን እዩ ንዓና ከም ሕብረተሰብ ከማን ስለ ብዙሕ ሽግር ዘለና እሳቶም ይርስዑ እዮም ኮይኑ ዝስምዓኒ ይርስዑ እዮም ማንም ሰብ ዝዝክሮም የለን ኣበይ ኣለዉ ዝብል ደስ ምስ በለኒ ሕጂ እቲን እቲኦም ቆለውዕ እቲኦም ናይ ስድራ ቤቶም ክፉእ ዝሰማዕናስ ብዝኾነ መገዲ ጽቡቕ ክንሰምዕ ናቶም ኣብ ጽቡቕ ከም ዘለዉ ጽቡቕ ነይሩ ነቲ ሕብረተሰብ ተረዲኹምኒ ከምዚ ግን እንድዒ ቀሊል ኣይኮነን ሓንትላ ቆልዓ ኣብ ቲክቶክ ትፈልጥዋ ትኾኑ ጭው ዝበለት ሓበሻ እያ ትመስል ሓደ ቆልዓ ዘለዋ ብዙሕ እያ ከማን ናይ ናታ ሂወት ትዛረብ ፕራይቨት ከምኡ ከማን ጽሒፈላ ኣለኹ ፕሊስ ብዙሕ ፕራይቨት ናትኪ ኣይተውጽኢ ከምዚ ገርሂ ዓይነት እያ ጽብቕቲ ቆልዓ ጭው ዝበለት ሓበሻ እያ ትመስል በቃ ኤርትራዊት ድያ ኢትዮጵያዊት ድያ ትግራዊት ወድ ኤቫ ኩሉ ካባና እያ ትርግጸን እያ ከምኡ እዩ እቲ ክስተያ ሕጂ ኩሉ ሰብ ከዓ ከምኡ እዩ ዝጽሕፈላ ካብ ኤርትራ ዲኺ ካብ ኢትዮጵያ ዲኺ ኩሉ ሰብ ኣብ ታሕቲ ይጽሕፈላ ኣብቲ ላይፍ ክትወጽእ ኮላ እንድሕራ ዝተቤልኩምላ ጀርመን እያ ትዛረብ ኣይፈልጥን እየ እያ ትብለካ ኣይትፈልጥን እያ ምስ ጻዓዱ እያ ዓብያ ኣይፈልጦምን እየ ስድራቤት ትብለካ ሕጂ እሳ ከማንስኒ መን ይፈልጥ ካባና ትኸውን ግን ኣይትፈልጥን እያ ወላ ሓደ ኣይትፈልጥን እያ ሕጂ እንታይ ኢላ ሓደ መዓልቲ ኩሉ ሰብ እዩ ዝሓተኒ ሕጅስ ቀስ ኢለስ እንታይ ይሓስብ ኣለኹ ኢላ እቲ ዲኤንኤይ ናተይ ስኒ ከፈትሾ ዶ ይሓስብ ኣለኹ ንዓይ ከማን ስኒ ብዙሕ እዩ ዘተሓሳስበኒ ካበይ እየ ዝኸውን ኣነ ትብል ተረዲኹምኒ እዚ ከዓ እቲ ዝኸፈ እዩ እቲ እስኻ ንባዕልኻስኒ ካበይ ምዃንካ ዘይምፍላጥካ ሓደ ካብቲ ዝኸበደ እዩ ሕጂ ቆልዓ ኣለዋ በይና እያ ተዕቢ ገለና ኣብ ሜዲኬሽን ድያ ገለ ናይ ሜዲሲን ድያ ገለ እያ ተማሂራ ኣብ ኮሚታት እያ ትሰርሕ ላቦር ድያ ገለ እንሕ ዘይተጋገኹ ንፍዕቲ እያ ኩሉ ግዜ እያ ትዛረብ ብዛዕባ ትምህርታ ብዛዕባ ስራሕ ክማን ኣለዋ ጎኒ ጎኒ ከዓ ካልእ ትምህርቲ ትምሃር ኣላ ማንሃይም ገገለ እያ ትቕመጥ ከምኡ ከኣ ትብል ኩሉ ኣቲ ከምኡ ትበሊ ብዙሕ ኣይትዛረቢ ኣበይ ብዙሕ ናይ ውሽጣ እያ ተውጽእ ብሓጺሩ ኤኒወይ እንታይ ክብለኩም ደልየ እዚኣ ቆልዓ ኩሉ ግዜ ተተሓሳስበኒ ቴሌፎን ከማን ተለዋዊጥና ከም ገለ ተሓላሊፍና ክሳብ ሕጂ ኣይረኽብክዋን እሳ ከማን ጠፊኣትኒ ማለትስ ክልቴና ተሓላሊፍና እሳ ፈቲና ኣላ ኣነ ፈቲነላ ኣለኹ ግን ኣይተጋጣጠመን ግዳ ሕጂ እዚኣ ቪድዮ እንዳ ሰራሕኽዋ ከኣ ዘኪረያ ይገርመኩም ሕጂ ኩሉ ግዜ ሞር ክዛረባ ይደሊ ማለትስ እቲ ናታ ሂስትሪ ልክዕ ኣይፈልጦን እየ ግን ዲኤንኤ ክሓትት ኣለኒ ክትብል ኮላስ ይስምዓካ እዩ ይስምዓካ እዩ ሶሪ ኤኒዌይ ንሕሰበሉ እዚኦም ቆለዋ ከዓ ፅቡቅ ክህልው ተስፋ ይገብር ኩላቶም እትዮም ዝተወሰዱ ድዮም እዚኦም ጠፊኦም ዘለዉ ከዓ ማለት እዩ ብሓፂሩ ዩ ባይ